ብ ዓሰርተ ሰለስተ ጉንበት ውድብ ሕቡራት ሃገራት ኣብ ምቅላስ ዘይሕጋዊ ምስግጋርን ንግድን ደቂ ሰብ ዘተኮረ ኣኼባ ኣቃኒዑ። ኣብቲ ኣኼባ ድማ ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ንመርገጺ ኤርትራን ኣንጻር እዚ ገበን እዚ ተካይዶ ዘላ ቃልስን ኣመልኪቱ መደረ ኣስሚዑ። ጸብጻቡ እንሆ ይስዕብ።
ኤርትራ ንዘይሕጋዊ ምስግጋርን ንግድን ደቂ ሰብ ብመትከል ከም እትኹንኖን ኣንጻሩ ኣበርቲዓ ከም እትቃለስን ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ብ ዓሰርተ ሰለስተ ግንቦት ኣብ ዝተቓንዐ ኣብ ምቅላስ ንግዲ ደቂ ሰብ ዘተኮረ ኣኼባ ውድብ ሕቡራት ሃገራት ኣረጋጊጹ። ንድሕሪት ምልስ ኢሉ ህዝቢ ኤርትራ ንዝተነፍጎ መሰል ርእሰ ውሳነ ንምምላስ ንዝሓለፎ መስገደላትን ዘጋጠሞ ብድሆታትን ከምኡውን ንክልተ ናይ ወራር ውግኣት ንምምካት ዝኸፈሎ ረዚን ዋጋ መብርሂ ብምሃብ መደርኡ ዝጀመረ ሚኒስተር ዑስማን ልኡላዊ መሬቱ ገና ኣብ ትሕቲ ወራር ምህላውን ኣብ ልዕሊኡ ዘይሕጋዊ እገዳ ምብያኑን ከይኣኽሎ ኣብዚ እዋን እዚ ዒላማ ዘይሰብኣውን ባርባራውን ገበን ዘይሕጋውን ንግዲ ደቂ ሰብ ኮይኑ ምህላው ጠቒሱ መንግስቲ ኤርትራ ንምምካቱ ብደረጃ ሃገር ዞባን ዓለምን ንዝካየድ ጻዕሪ ንምዕዋት ስጉምትታት ክወስድ ምጽንሑ ኣነጺሩ። ምብራኽ ንቕሓት እቲ ቀዳማይን መሰረታውን ረቋሒ'ዩ ዝበለ ሚኒስተር ዑስማን፣ ኤርትራ ኣብዚ መዳይ'ዚ ኣብ ግዳያት፣ ስድራቤታትን ኮማትን ዘተኮረ ሰፊሕ ጎስጓሳት ከተካይድ ምጽንሓ፣ ገበነኛታት ኣብ ቅድሚ ሕጊ ቀሪቦም ዝግብኦም መቕጻዕቲ ክቕበሉ ድማ ኣበርቲዓ ትሰርሕ ከምዘላ ብምግላጽ፣ ግዳያት ብዘይኣፈላላይ ክሕገዙ ከምእትድግፍ ኣብሪሁ። ሚኒሰር ዑስማን ኣስዒቡ፣ ነቲ ገበን ምግታእ ሓላፍነት ነፍሲ ወከፍ ሃገር ብምዃኑ፣ ዞባውን ኣህጉራውን ውህደት ክህሉ፣ ኣብ መንጎ እተን እዚ ገበን እዚ ዝረኣየለን ሃገራት ድማ ብፍላይ ጥቡቕ ርክብ ክምዕብል ኤርትራ ከም እትድግፍ፣ ምስ ግብጺ፣ ሱዳንን ካልኦት ሃገራትን ትገብሮ ዘላ ርክባት ድማ ካብዚ ከም ዝብገስ ኣነጺሩ። ንግዲ ደቂ ሰብን ኣካላት ሰብን፣ ተግበርቱ እቶም ንረብሓ ገንዘብ ኢሎም ዝኣትውዎ ዘይሞራላውያን ነጋዶ ጥራይ ዘይኮኑ፣ ብገንዘባዊ ደገፍን ፕሮፖጋንዳን ነቶም ነጋዶ ምቹእ ባይታ ዝፈጥርሎም ትካላት ሕቡራት ሃገራት ከይተረፉ ዝርከብዎም ወከልቲ ተሓለቕቲ መሰል ደቂ ሰብ ኢና በሃልቲ ጉጅለታትን ሰበስልጣን መንግስታትን ከምዘለዉ ነዚ ብዝምልከት ድማ ኤርትራ ጭቡጥ መርትዖታት ከምዘለዋ ዝሓበረ ሚኒስተር ዑስማን ሳልሕ ነዚኣቶም ኣብ ትሕቲ ቁጽጽር ንምውዓል ግሉጽን ኣድማዕን መርመራ ክካየድ ጸዊዑ። ሚኒስተር ዑስማን ሳልሕ ኣብ መወዳእታ፣ ቃልሲ ኣንጻር ንግዲ ደቂ ሰብ፣ ብቐጥታ ምስ ቃልሲ ንሰላምን ርግኣትን ከምኡ'ውን ማሕበረ-ቁጠባዊ ምዕባለ ሃገራት ከም ዝተኣሳሰር ብምምልካት፣ ነዚ ንምስማር ድማ ኩሉንትናዊ ቃልሲ ክካየድን ካብ ሃልኪ ዘረባ ወጻኢ ጭቡጥ ስጉምቲ ክውሰድን ብምዝኽኻር፣ ህዝብን መንግስትን ኤርትራ ጎኒ ጎኒ ህንጸት ሃገሮም፣ ንነገድቲ ደቂ ሰብን ደገፍቶምን ንምቅላዕን ንምቅላስን ብዝለዓለ ክነጥፉ ምዃኖም ኣረጋጊጹ።